ወይ ዘይሰምዕ ጌርክን እየ ክተፅም እንደልየ ካሕዳ ኣፊቱ ስምዓኒ ብዙሕ ዘረባ ኣይተብዝሕ ሓወይ ተሸጊረ ከም ዘለኹ ፈሊጡ ዘለኒ ፀገም ከካፍሎ እየ ባዕለ ፀዊዐዮ ተረዲኻኒ ካልኣይ ነገር ከዓ ሓፍቲ እየ ክሕግዘኒ ኢሉ ተሸጊራ ልል ይመፅ ፅልካ ዘለን ዘየለን ሰብ ክፀርፍ ስኻ ዓቕሚ የብልካ ኣትኽለ እንደግደፍዮ ዋእ ኔርና ክንደይ ሽግር ሓሊፍና ደይኮናን ኣወርቂ ምስ በጽሐ ኢዛኑ ሰሚዕዎ መንገዲ ክሊመታ ዝመጸ ክንደይ ሽግር ሓሊፍና ደይኮናን ብዘይ ወርቂ ብዘይ ብሩር ብሩርን ወርቅን ናይ ረብሓ ምዃኑ ተረዲእኪ ዶ ኣብ ወርቅና ብሩን ክንደይ ዘረባ ጨዋቕ ኢልና ተዛሪብና ኢና ምሉእ ዕድሜና እም፣ ዓመታት ምሉእ ኣነ ንስኽን ተዛሪብና መንደቑ ሊሒልና ይፈልጥ እዩ ነብሱ ነጊርዎ እባ ትሓስቦ ከም ዘለኺ ብዛዕባ ወርቅን ብዛዕባ ብሩን ነብሱ ነጊርዎ ሲ ካብ ኣደባባይ መጺኡ እንዳጎየ ብዝኾነ ጸግም ነገር ኣይኮ ኣይ ንዑ ይምልከት ንሱ

ንሳውን ናይ ሰብ እዚ ማለት እዩ ቅድሚ ሰላምታኻ ይቕሬታ ተዳኡ ከመይ ከጸኒሐኸ ይመጽእ ኣለኹ እንዳበልኩ ብዘይ ኣቑዒ ሰብ ኣጋጣሚ ረኺበየሲ መረብ ዝኣፍደገ በፂሑ ኣለኹ ዛ ኢለ እንደ ደው ኢለ ኮይኑ ክዳወል ከለና ሰብ ረኺበ ንስ ቁርባ ደንጉ ኣቢሉ ዝጸኒሐ እሞኸ እንታይ ደኣ ዝኾረኸ ክትመስል እንታይ ኣጋጢሙክ ደኣ ማለት ብዛዕባ እቲ ዝተባሃልናዮ ጉዳይ ድዩ ብዛዕባ ቴሌፎን ዝተደዋወልና ኣሎ ከምዚ ምዃንኪ ዘይተረፈኪ ደኣ ህርም እንበር ምህራም ኮይ ተሪፍኪ ፅሕፈት ሻይና ምሲልኪ እየ ገፅኪ ከምኡ ይግባኣና ናይ ሎሚ ሰብ እንታይ ማ ክንገብር ግዜ ኮይኑ ቀደም ከምዚ ከማይ ዘጋጠሞም ሰባት እንታይ ኢሎም ደሪፎም መስየቲ ኣበየናይ እኳ ድምፂ ኣለና በየናይ ክንገልፆ ብሓሳብ ተዛሪብና ተመኒና ኣቢና እንድዩ ብደርፊ ክንምቅሮ ንፍትኖ ብደርፊ። እንታይ ዘሪ እንታይ ኢሎም ደሪፎም መሲልኪ ሰምሃረይ እቲ ቀደም ከምዚ ከማይ ናብራ ምስ ሓሰሞ ናብራ እኳ ሓሰመን ኣምላኽ መስገን ግን ዓቕሚ ነብሶም ድዩ ነይሩ እተን ኣንስቲ ግን ልዕሊ እቲ ናብራ ኮይነን ይጸንሑ ይግጭፈን ወይ ጠባየን ገለሲ ልዕሊ እቲ ናብራ ልዕሊ እቲ ናብርኡ ኮይነን ይመጻ እሞ በተለይ ጠባየ ከበርቲየን ነይረ ከምዚ ሕጂ ጋጢሙ ንዘሎ ንዓይ ማለት እዩ ብዘየገድስ ነገራት ታይሎም ተሪፎም ደሓር ወርቅን መርዓን ክጋጨዎም ምስ ጀመረ ሃበና ሃበኒ ትበልዮ ክሳብ ዝሓልፈሉ ተፀበዮ ኦም ኢሎም ተሪፎም እቶም ከምዚ ከማይ ሕሩራት ሓንቲ ከምቻ ሒዞም ዘይዘወሩ ሰባት ምሻ ኣለኹ ህፍትም ዝበሉ እቶም ርኹባት ሃበና ሃበኒ ኣይትበልዮ ሓሊፍ ክውሰዲ ዝደለኽዮ ከምኡ ይብሉ ነይሮም እንታይ እሞ ዝኾነ ካበይ ናይ ደርፊ ካብ ንመርፅ መዓስ ከም ንመርፆ እኳ ምርዳእ ቢና እምበር ኣብዚ ሕጂ ግዜ እሲ በተን ዘለዋና ድምፂ ምድራፍ ጥራይ ኢና ንኽእሎ ዝኾነ ደሓን ቀደርኩ ኣትኽ ብዙሕ ለፍሊፍና ከወደይ ትዛረብ እንዲኹ ኣይትስሕቕ እንዲኹ ከወደይ ፍሻኽ ኣይትብሎ እንዲኹ ብደርፍን ብዘረባን ገይሩ ዘረድእ ሰብኣይ ተረኺቡ ዲ ኮይኑ በዝሎም እንታይ መሲልኪ ሰማሪ ድሓር ከኣ ትሪኦ ኣለኺ እቲ ናብራና ኣብዚ ሕጂ ዘለናሉ ግዜ እዚ ኣብ ገዛ ከረይ ኮንካሲ ዋላ ወርቂ ወዲ ወርቂ ተበልኩ እኮ ይኽፍኣልኩም እኮ ግን ግዜ ኣለዎ ርኢኺ ነዛ ንድቅስ ኣለና ሓንቲ ለይቲ ደቂስና ክንትፅን ሓንቲ ወርሕና ክንነብር ክንብል ዓሰርተ ሽሕ ከፊልና ኢና ንነብር ዘለና ዓሰርተ ሽሕ ዕስራ ሽሕ ዋጋ ወርቂ እዚ እንተዘይህሉና እኮ ዋላ ልዕሊ ወርቁ ናብ መሬት ካብ ገዛኻ እኮ ዝበለፀ እኮ እዩ ዓሰርተ ሽሕ ንሓንቲ ወርሒ ዓሰርተ ሽሕ ንክልተ ሰሙን ንሰለስተ ቀነ እንዳኸፈልና ገዛ ኸራይሲ ትዘቦ ነውፅኦ ዘለና ወፃኢታት ከዓ ሕሰብ ይረዮ እዚ ሳብ ኢደ ይርከብ ብቐሊሉ እኮ ይርከብን እኮ እዩ ኣብ ፅርግያ ናብ ጎድናን ዝሓድር ሰብ ኮሎ ዓሰርተ ሽሕ ሙሉእ ንገዛ ኸራይ ከፊልና ንነብር ኣለና እዚ ወፃኢታት ዝኸ ኣብ መን እዩ ዝፅብፅብ በላ ስለዚ ቀስ ብቐስ እዩ ረዲኹም ንሓገር እዚ ሽግር እዚ ኩሉ ሽግር እዚ እንዳፈለጥክሲ ማዕረ ክንድዚ ጸቕጢ ምግባር ካብ ኣነ ብጣዕሚ እዩ ሓዚነ ሓቂ ሰራ ብጣዕሚ ተቐይመልክ ነይረ ግን ድሕሪ ሕጁ ንመጻኢ እውን ሰብ ሓዳር ምዃና ስለ ዘይተርፈና መርዓ ገልመታት ኣሎ እንዲ ወርቁ ዲብ ወርዲ ክንወታትፎ ኢና ኩሉ ክነሳልጦ ኢና ሓርካ እንታይ ዝበሃል ደርፊ ኣለኻ ብፍቕሪ ኢና ምስ ክንተራኺብና ኣቃሊልካዮም ሸልመን ኣለና መሓዝተይ እንታይ ይመስላ ኣለዋ ራእየን እስከ ተሸላሊመን ውሪቕሪቕ ይብላ ኣለዋ ኣነ ኸ እስከ ራእየን ትክ መስል ትኪ ወረኽ ዘረብ ይሓፍርኒ
ዋላ ከምቲ ዝበልክዮ እኮ ረኺብካ እውን እኮ እንተጌርካ እኮ ዝበለፀ እኮ ኢኻ ነፀግም ነገር ኣይኮነ ማለት ኣመና ዘኽፍእ ነገር ኣይኮነ ንቡር እዩ ንዚ ወርቂ ገለመልታት ሓቲትካ ምግባር ወርቂ ምግዛእ ካልእ ማለት ነገር ፀገም የብሉን ግን ንሕና ኣብ ዘለናዮ ግዜ ትሪኢ ኣለኺ ገና ኣብ ገዛ ክራይ እንዳነበርና ከለና ዝኾነ ነገራት ኣሎ ወቦና ዝሰማዕናዮ ተርኪብና ኣሎ ከዓ ብፅሑፍን ገለን ከዓ ዘንበብናዮ ነገራት ከዓ ኣሎ ብሃይማኖትን ገለን ዝተበለ ማለት ዝተፃሕፈ ነገር ብዛዕባ ፍቅሪ ኣቦናን ኣቦና ኣዳምን ኣዴና ሂዋንን ሲ ከምኦም ዝተፋቀረን ከምኦም ዝተሳነየን ኣይነበረን ፍቅሪ ካብኡ እዩ ጀሚሩ ካብ ኣቦና ኣዳምን ካብ ኣዴና ሂዋንን ጀሚሩ ረዲእክን ዶ እዞም ብጀካ ፍቅሪ እምበር ካልእ ገንዘብን ረብሓን ካልእ ማለት ነገራት ኣይነበረን እዛ መብልዒ ሸሓነ ከማን ኣይተፈጠረን ናብቲ ሽዑ ግዜ ይትረፍ ወርቂ ማለት እዩ እዚ እኳ ምስ ኮነ እንታይ ኢሎም ደሪፎም ወይ ንሕልቅንዶና ኢሎም ናይ ሕጂ ዝደርፍዎ ዘለዉ ደርፊ መዘኻኸሪ ሳሎ እንዲ እንዳተሓደሰ እንዳተሓደሰ ዝመፅእ ነገር መጀመርያ ፍቅሪ ኣብ መን ተጀመረ ኣዳምን ሂዋንን ኣነ ከይፈለጥኩ ኣብ ልበይ ሓደረ እዋይ እዚታት ሰኒእካ እዩ ዝኽየድ እምበር እባ ስለዚስ ህድእ ንበል ርግእ ንበል ሽዶ ናብራ ንግበር ከፀገም ኣሎ መራቅ ሓዊ ኢኺ ይምፃእ ጨጓር ሓዊ ኢኺ ይምፃእ ብዘይገድስ ዝኸረ ግን ጓዕ ከምዚኣ ኢልና ረኣኸና ዶ ኣምላኽ ኣነ ዝተረፍ ገንበርኪ ክስዕም ኣይኮነን ማለት እዩ እዛ ገፅኪ ክትርኢ ንክርኢ ዝተፍቅድላ ይመስለኒ ዜና ግበርልና ዜና ግበርልና ከይሓልፈና ናይ ብሓቂ ምስሓቂ ደስ ኢሉኒ እንድዩ ግን ሸርተፍተፍ ኣይተብላ እዛ ዓላ ፊልክ በኣ እታ ቡና ኮፍ ኢልኪ እታ ቡና ኮፍ ኢልኪ ንክትዕልኒ ጥራይ ንዓይ ደመይ ንክሰብ ይብለካ
ማልስ ዝወዲ ገለ ወርቂ ገለ ኢሉ ኣራሲኑስ እንዳ ወርቂ እየ ዘለኹ ጥቓ እንዳ ወርቂ በፂሐ ኣለኹ ኢሉ ነዛ ሓፍተይ ክፃወት ኣሎ ትማሊ ኣጨኒቑዋ እንድዩ ዝርጉም ሎማዓንቲ ካብዚ ዘጨንቕ ሰብ እዚ ንሓፍተይ ሒዘያ ክወፅእ ኣለኒ ገለ እንተይሉ ክፀግበሉ እየ ካሶቲ ገይረ ወዲ ርግም ህይወት ጓል ከዓ

ዶክተር ኣብ ገዛ ፀኒሓ እዎ እዚ ገዛ ፀኒሐ ሰምሃር ሃፍተይ ትማሊ ከዓ ከይረጋጋእኹኺ ምስ ሕርቃንኪ ምስ ጭንቀትኪ ቴሌፎን ምስ ተደወለኒ ከይደ ፀገም እኮ እዩ። ይቕሬታ ገዲፈኪ ከይደ ሕጂ ከ ቁርብ ደሓን ዲኺ ካብቲ ጭንቀት ቁሩብ ደሓን ዲኺ? እንዳተጨነቅካ ሓዳር ኣይኮነን ሰማር ሓፍተይ
ብርሃን ሓወይ ናይ ነገር ክኾነ ሓቅኻ ተረዳዲእና ፈቲሕናዮ ኢና ተዓሪቕና ኢና ከመይ ምርድዳእ እቲ ምርዳእ ትብልዮ ዘለኽስ ከብረለይ ተይ ማቲ ወደ

ከም ጥርሙዝ ጀበና ጌርካ ናቆሑት ገዛሲ ኮም ኢልና ክንጸናሓካ ካም በቃ ንሕና ሰብ ፍቕርን ሕልናን እምነትን ኢና ንሕና ኣብ ከምኡ ከማን ክንበፅሕ ሓሰብናዮ ነርና ንስኻ ከዓ ከማ ዓብዪ ሰብ መጠን ሲ ምፅእ ኢልካ እቲ ጉዳይ ብውዕ ይኸሎ ከምዚኣ ከምዚኣ ከምዚኣ ከምዚኣ ኢልካ ክንዲ ክስታይ ትገብር ሲ ገና ንፅባሒቱ ኣብ ሳልስቱ መፂእኻ ሳብዝስ ከምዛ ዘለና ኣርማድዮ ጥርሙዝ ኣቑሑት ገዛ ጌርካና ንዓና እንታይ ብርሃን ሓወይ እንታይ ምፍለይ ማለት ንክንነብር ብሓደ ተሳማሚዕና ንክንነብር እግሩ መሲለ እሱ ኢደይ መሲሉ ንክንነብር ኢና ተሳማሚዕና። ወይ
ብዝኾነ እንኳዕ ተዓረኩም እንኳዕ ተዓረኩም ጎልጎል ይግበረልኩም ሓዳርኩም ደስ ኣይብልኒ ክትነግረኒ ነይርካ